ሰላም ክቡራት ኣሐት ኣሕዋት ኣነ ገነት ተወልደ ይበሃል ተጋዳሊት ገነት ተወልደ ሕጂ እቲ ኣብ ሓሳቢ ክመፅኣኒ ካብ ዝፀንሐ ንምክፋል እዩ ማለት እዩ እሱ ከዓ ብዛዕባ ደቂ ሰባት ሲ ንነብስና ኣበይ ንቕምጣ ኣበይ እቲ ግቡእ ቦታናኸ ኣብቲ ኣድማስ ወይ ዩኒቨርስ ነዚ ኣተሓሒዘ ንምዝኽኻር እዩ ማለት እዩ ሕጂ እንታይ እዩ ዝኾነ ነገር ክህሉ ዝኽእል ኣብዚ ኣድማስ ወይ ዩኒቨርስ ዝበሃል ኣብኡ ተሓቚፉ ይርከብ ማለት እዩ። እዚ ኣድማስ እዚ ኸኣ መጀመርታን መወዳእታን ዘይብሉ እዩ ማለት እዩ። ነዚ ኣድማስ እዚ ስጋብ ዝዓበየ ስጋብ ዝነኣሰ ዝገዝኦ ሕጊ ከኣ ኣሎ ብሃይማኖት ብስም ኣምላኽ ንሰምዮ ማለት እዩ ብስነ ፍልጠት ከኣ ዝተፈላለየ ኣስማት ኣሎ እቲ ጽቡቕ ናይዚ ግዜና እዚ ግን ሓድሽ ሳይንስ ናይ ሎም ግዜ ዘሎ ሓድሽ ሳይንስ ማለት እዩ በቶም ልቦምን ኣእምሮኦምን ክፉት ዝኾነ ድሕሪ ምስትብሃልን ምምርማርን ካብ ድበጽሕዎ ድሕሪ እዚ ኩሉ ስርሒታት ሲ ሓደ ሓይሊ ሓደ ሓይሊ ከም ከም ዝነበረን ከም ዘሎን ይኣምኑ ማለት ንዑ ከኣኒ ዩኒቨርሳል ሎው ማለት ኣድማሳዊ ሕጊ ኮዝሚክ ሎው ወይን ከኣኒ ኮዝሚክ ኢንተሊጀንስ ገለ እንዳበሉ ዝተፈላለየ ስም ይህብዎ ማለት እዩ ግን ኣቢሉ ቢሉ ሓደ ነገር ኣሎ ማለት እዩ እቲ ነገር እቲ በቢቲ ስሙ ክንዎ ንኽእል እቲ ነገር ግን ሓደ ይቅየር ንኩሉ ዝሓቆፈ ንኩሉ ህይወት ሂቡ ኣጣሚሩ ዘንብር ሓደ ሓይል ኣሎ ማለት እዩ ስለዚ ነዚ ዩኒቨርስ እዚ ድውንን ወይ ንክሰርሕ ተጠማሚሩ ተታሒዙ ንክኸይድ ኩሉ ነገራት ካብ ዝነኣኣሰ ስጋብ ዝዓበየ ንክኸይድ ገይሩ ዘሎ ምህላውና ምስኡ ተተሓሓዘ እዩ ማለት እዩ ምስጢር እዩ እዚ ኢልና ክንገልጾ ኣይንኽእልን እቲ ኣብኡ ዘሎ ሓይልታትን ትርእዮታትን ምልውዋጥትን ንዓና ክንደየናይ በየንን በትን ይጸልወና እዚ ክንብል ኣይንኽእልን ግን እዚኦም ስነፍልጠታውያን ሳላ ብሕልፊ ኣብዚ ግዜ እዚ ሃብል ዝተባህለ ናይ ጠፈር እንታይ ዝበሃል ሳተላይ ብዙሕ ብዙሕ ነገራት ቅድም ደሪእዎ ዝነበሩ ደይመስሎም ዝነበረ ሕጂ ብዙሕ ክሪኡ ጀሚሮም ማለት እዩ ክንደየናይ ብዝሒ መጀመርያ ሓደ ጋላክሲ ጥራሕ ዘሎ ይመስሎም ነይሩ እዚ ንሕና ዘለናዮ ማለት እዩ እሱ ጥራሕ ስለ ዝረኣዮም ዝነበረ ሕጂ ግን እዚ ዘይበሃሉ ጋላክሲታት ከም ዘለዉ ጋላክሲታት ተንቀሳቐስቲ ምዃኑ ተለዋወጥቲ ምዃኖም ተፃላለውቲ ምዃኖም ኩሉ ኣብቲ ዩኒቨርስ ዘሎ ዝተሓሓዘን ተፃላለወን ምዃኑ እቲ ዝጠቕሱ ማለት እዩ። ሕጂ እዚ ዩኒቨርስ እዚ እዚ ዘይበሃሉ ጋላክስታት ኣለውዎ። ጋላክስታት ጋላክሲ እንታይ ማለት እዩ? ጋላክሲ እንታይ ማለት እዩ? ሓደ እንታይ ዝበሃል እኩባት ብቢልዮናት ብትሪልዮናት ዝቑፀሩ ከዋኽብቲ ዘለውዎ ማለት እዩ። ሕጂ ኣብዚ ኣድማስ ከኣኒ ክንዲ ሕጂ ሳይንቲስትስ እንታይ ክብሉ ጀሚሮም መቑፀሪ ዘይብሉ ምዃኑ እቲ ብዝሒ ናይ ጋላክሲታት ናይ እኩባት ናይ ከዋኽብቲ ኣብ ነፍሲ ወከፎም ብትሪልዮናት ብቢልዮናት ዝቑፀሩ ከዋኽብቲ ዘለዎም ቁፅሮም እዚ ዘይበሃል ምዃኑ ስለ ክሪእዎ ዝኸኣሉ እንታይ ክብሉ ጀሚሮም ቁፅሪ ናይዚ ገለ ክስተትሲ ክንዲ ኣብ መሬት ክህሉ ዝኽእል ብዝሒ ቁጽሪ ናይ ሕጻ እዩ ክብሉ ጀሚሮም ማለት እዩ። ንፈልጥ ኢና ሕጻ ሓንቲ ዕማኽ ከማን ቆጺርና እዚ ክንብል ኣይንኽእልን ማለት ስለዚ መቑጸሪ ከም ደይብሉ እዩ ማለት እዩ። ስለዚ ቁጽሪ ደይብሎም ጋላክሲታት ከም ዘለዉ ማለት እዩ። ሕጂ ንሕናኸ ኣበይ ንርከብ? ንሕና ኣብ ሓደ ካብዚኦም ቁጽሪ ዘይብሎም ጋላክሲታት ንርከብ። እቲ ንሕና እንርከበሉ ጋላክሲ ከኣ እንታይ ይበሃል? ሚልክ ዌይ ብእንግሊዝኛ፣ ናብ ትግርኛ ክትርጉሞ ከለኻ ከኣ ጸባዊ መንገዲ። ሕጂ እዚ መን እዮም እዚኦም ጸባዊ መገዲ እውን ከኣ ሚልክ ዌይ ጸባዊ መገዲ ወይ ሚልክ ዌይ እዚኦም ኣብ ጸልማት ለይቲ እንሪኦም ኮዋኽብቲ ዝጠመረ እዩ ማለት እዩ። ንሪኦምን ኣይንሪኦምን ግን እሶም ማለት እዩ ንዕኦም ዝጠመረ እዩ እቲ ሚልክወይ ዝበሃል ወይ ፀባዊ መንገዲ ዝበሃል ማለት እዩ እሞ ንሕና ከ ኣብዚ ኣበይ ንርከብ ኣብዚ ኣበይ ንርከብ ንሕና እዚ እዚ ጋላክሲ እዚ ትሪልዮናት ትሪልዮናት ማለት ቢልዮናት ዘይኮነሲ ትሪልዮናት ከዋኽብቲ ኣለዎ ማለት እዩ ከምዚ ንርእዮ ኳኽብቲ ደረት ደይብሉ ቁጽሪ ደይብሎም ኣለዎ ማለት እዩ ንባዕሉ እዚ ሓደ ጋላክሲ ጥራሕ ማለት እዩ እዚ ንሕና ዘለናዮ ሚልክወይ ዝበሃል ወይ ጸባዊ መገዲ ዝበሃል ማለት እዩ ሕጂ ካብዞም ትሪልዮናት ዝኾኑ ኳኽብቲ ኣብዚ ጋላክሲ ጸባዊ ጸባዊ መገዲ ዘለዉ ንሕና ኣብ ሓንቲ ሓንቲ ኣብ ሓንቲ ኮኸብ ንርከብ ማለት እዩ ኣብ ከባቢ ሓንቲ ኮኸብ ንርከብ መን እያ እታ ኮኸብ ፀሓይ ክበሃል ይከኣል ጸሓይ ደኣ ኮኾብ ድያ ጸሓይ ጸሓይ እንድዩ ክበሃል ይከኣል ን ጸሓይ ንዓና እያ ጸሓይ ስለምንታይ እያ ዓባይ ኮይና ትረኣየና ደላ ካብቶም ካልኦት ኮዋኽብቲ ናብ መሬት ዝቐረበት ስለ ዝኾነት ንሕና ንባዕልና ኣብቲ ናታ ስርዓት ስርዓተ ጸሓይ እዩ ድበሃል ኣብኡ ኢና ንርከብ ኣብ ከባቢ ጸሓይ ኢና ንርከብ ናታ ሰዓብቲ ኢና ማለት እዩ ናታ ልጉባት ኢና ማለት እዩ ስለዚ ስለዚ ኢና ናባና ዝቀረበት ስለ ዝኮነት ናትና ጸሓይ ናትና ኮኾብ ስለ ዝኮነት እያ ዓባይ ኮይና ትረኣየና መን ደኣ ኣሎም እዚኦም ስርዓተ ጸሓይ ዝበሃሉ እዞም ስርዓተ ጸሓይ ዝበሃሉ ጸሓይ ንባዕላ ዘላቶም ሸሞንተ ፕላኔትስ ዝበሃሉ ኣብ ከባቢ ጸሓይ ድዞሩ እዮም ማለት እዩ ሓደ ካብዚኦም ከኣኒ ኣብዛ ኣብ ከባቢ ጸሓይ ድዞሩ ሓደ ካብዞም ሸሞንተ ፕላኔትስ ቀደም ትሽዓተ እዮም ነይሮም ሕጂ ሸሞንተ ብልዎም ኣለዉ ፕሉቶ ኣበይ ከም ደጥፍዎ እንድዒ ብዝኾነ ካብዞም ሸሞንተ ፕላኔትስ ንሕና ኣብ መሬት ትበሃል ኣብ ጥፈር ኮይኖም ክርእይዋ ከለዉ ክትረአ ከላ ከዓኒ ሰማያዊ ሕብሪ ዘለዋ ፕላኔት መሬት ትበሃል ንርከብ ማለት እዩ ኣብዛ ካብዚ ካብዞም ኣብ ካልእ ፕላኔትስ ኣብ ካልእ ጋለክስታት እንታይ ኣሎ ክንፈልጥ ኣይንኽእልን። ኣብዛ ናይ ጸሓይ ስርዓተ ጸሓይ ደለዉ ፕላኔትስ ግን ስጋብ ሕጂ በጺሖሞ ከም ደለዉ ኣብ መሬት ጥራሕ እዩ ህይወት ዘሎ። ኣብዛ ንሕና ዘለናያ ፕላኔት መሬት ትብሃል ጥራሕ እዩ ህይወት ከም ዘሎ ተበጺሑ ደሎ ማለት እዩ። ሕጂ በጀካ እዚኦም ሸሞንተ ፕላኔትስ ከኣ ካልእ ኣስትሮይድስ ዝበሃሉ እዚ ዘይበሃሉ ቁጽሪ ዘለዎም ኮሜትስ ዝበሃሉ ካልእ ናይ ናይ በረዳዊ ኣካላት ደለዎም ድዮም ናይ ሓመድ ኣካላት ደለዎም ድዮም ናይ ጋዝ ኣካላት ደለዎም እንኮላይ ይርከቡ ካልእ ከኣኒ ሚእትን ሰብዓን ሳተላይትስ ከኣ ይርከቡ ማለት እዩ ኣብዚ ስርዓተ ናይ ፀሓይ መን እዮም እዞም ሳተላይት ሚእትን ሰብዓን እዚኦም ኣብተን ከባቢ ሸሞንተ ፕላኔትስ ዝርከቡ እዮም ማለት እዮም ሚእትን ሰብዓን ሳተላይትስ ኣለቶም ካልኦት ፕላኔትስ ማለት መሬት ናህና ግን ሓንቲ ጥራሕ ሳተላይት እያ ዘላታ እዚኣ ወርሒ ትበሃል ማለት እዩ ስለዚ እዚ እዞም ጋላክሲታት ቁጽሪ ዴብሎም ካብ ኮኑ ማለት እዩ። እቲኦም እኩባት ናይ ትሪልዮናት ኣብ ነፍሲ ወከፍ ጋላክሲ ዘለዎም ጋላክሲታት ንባዕሎም ክንዲ ብዝሖም ማለት እዩ ብጋላክሲ ደረጃ ክንዲ ሕጻ ኣብ መሬት ክህሉ ዝኽእል ካብ ኮነ ማለት እዩ። ሓደ ጋላክሲ ካብኦም ከኣኒ ትሪልዮናት ዝኾነ ዊንውን እዚ ዘይበሃል ቁጽሪ ዘለዎም ካብ ኮነ ንሕና ከኣ ኣብቲኣ ሓንቲ ካብዚኣ ኣብዛ ናይ ጸባዊ ሚልክ ጸባዊ መገዲ ትበሃል ትሪልዮናት ከዋኽብቲ ደሎ ኣብ ሓንቲ ንርከብ ማለት እዩ ኣብኣ ከኣ ኣብ ሓንቲ ንኡስ ዚ ንእሽተይ እዚ ዝዓቐና ኣብዛ መሬት ማለት ስምታይ ካልኦት ዓበይቲ ከም በዓል ጁፒተር ሰተርን ዝበሃሉ ብጣዕሚ ክንደይ ግዜ ኣሽሓት ግዜ ዝዓብዩ ካብ መሬት ኣለዎ ማለት እዩ ግን ንሕና ኣብታ ንእሽተይ ፕላኔት ሓንቲ ካብተን ንኣሽቱ ማለት እዩ ኣብ መሬት ንርከብ ማለት እዩ ሕጂ ንሕና ደኣ ንመን ኢና ማለት እዩ ንሕና እስከ ንሕና ከመይ ነብስና ንወስዳ ግን ንርኣዮም እዚ ደረ ዘይብሉ ነገራት ዋላ ኣብታ ኣብ ስርዓት ናይ ፀሓይ ኮይና እውን ንኣሽቱ ኢና እንደገና ኣብታ መሬት ምስ መፃና እውን ደቂ ሰባት ገዛእቲ ናይ ኩሉ ይመስለና መን ኢና ሰለስተ ርብዒ ብማይ ዝመልኤ እዩ፣ ክንቆጻጸሮ ዘይንኽእል ማለት እዩ። ካልኦት እንስሳታትን እሳተ ጎመራታትን ማለት ቮልካንስ ዋላ ዝኾነ ዝኾነ ነገር ክንገዝኦ ዘይንኽእል ጎቦታትን ሽንጭሮታትን ክንቆጻጸሮ ዘይንኽእል ንሕና ንመሬት ከማን ክንቆጻጸር ኣይከኣልናን ጥራሕ ንዕነው ኣለና ማለት ግን ንሕና ነብስና ግን ከመይ ንርኢ ኣለና ንሕሰብ ስለዚ ነዚ ኣርእስቲ እዚ ኣምፅኤ ዘለኹ እምበር ናይ ጠፈር ክምህር ኢለ ኣይኮንኩን ማለት ስለዚ እንታይ ዘርእየና ንሕና ብጣዕሚ ንኣሽቱ ምዃንና ኮይኑ ግን ከምቲ ዓንተወይ ድበልክዎ ኩሉ ነገር ተተሓሓዘ እዩ ተተኣሳሰረ እዩ ማለት እዩ ኣብዚ ዩኒቨርስ እዚ ኣብዚ ኣድማስ እዚ ማለት እዩ ንእሽተይ ስጋብ ዓብዪ ርሑቕ ስጋብ ቀረባ ኩሉ ተተሓሓዚ ኩሉ ይፃለሎ ማለት እዩ ስለ ተተሓሓዚ ድኾነ ከዓ እንታይ ይብሉ ስነ ፍልጠታውያን ማለት እዚ ናይ ጠፈር ደፅንዑ ናይ ናይ ህይወት ደርቢ ጽኑዕ ማለት እዩ። ንባዕልና ንባዕላ መሬት ህይወት ክህልዋ ምኽኣላ ህይወት ኣብ መሬት ክመጽእ ምኽኣሉ ናይ ናይ ሎሚ ቢልዮናት ዓመታት ይኸውን ኣብቲ ጋላክሲታት ብዝካየድ ኩሉ ግዜ ይካየድ ማለት ብቐጻሊ ብዝካየድ ምንቅስቓሳት ናይቶም ጋላክሲታት ምግጫው ናይቶም ጋላክሲታት ኣብቲ ጋላክሲታት ምግጫው ከዓኒ ሓደሽቲ ከዋኽብቲ ይውለዱ ይሞቱ ገለ ጋላክሲታት ከዓኒ ይወሓጡ ኣብቲ ግራቪቲ ኣብቲ ስትራክቸር ናይቲ ግራቪቴሽናል ስትራክቸር ኣብኡ ኣትዮም ይወሓጡ ማለት እዮም እዚ ጋላክቲክ Collusion ይበሃል ማለት እዩ። ሕጂ እንታይ እዮም ዝብሉ እዞም ስነፍልጠታውያን ኣብዚ ግዜ እዚ ባጋ እዚ ምርኻብን ምግጫውን ምፍሕፋሕን ናይ እዞም እዚ ቁጽሮም ደይበሃሉ ጋላክሲታት ኣብኡ እዩ ንኦክስጅን ንክፈጥር ኩነታት ኦክስጅን ደይኮነ ተፈጢሩሲ ኦክስጅን ኤር ንክፍጠር ባይታ ፈጢሩ ሓጺን ኣይሮን ከኣነ ማዕድን ኣገዳሲ ዝኾነ ኣብ ናይ ደም ምዝዋርን ኣብ ናይ ልቢ ስራሕን እንስሳታት ህይወት ሃልይዎም ንኽነብሩ ዘኽእሎም ማዕድን ከኣ ኣብ ልቢ ዳንኮላ እዩ ዝርከብ ሓፂን ሓደ ከኣኒ ንኽህሉ ዕድል ፈጢሩ ማለት እዩ እዚታት ማለት እዩ ስለዚ እቲ ተተሓሓዝ ምባልሲ ንስልነ ፍልጠታውያን ብጭቡጥ እዩ ማለት እዩ ንሕና ንባዕልና ውጽኢት ህይወት ኣብ መሬት ምህላዋ ውጽኢት ናይቲ ቢልዮናት ዓመታት ዝገበረን ቢልዮናት ዓመታት ዝወሰደ ፕሮሰስን ስርሒታትን ናቱ ውጽኢት እዩ ህይወት ኣብ መሬት ክትርከብ ተኻኢላ። ሕጂ ንሕና መን ኢና ማለት እዩ ንሕና ዶሮና ናይዚ ናይዚ ኩሉ ዝኸደ ስራሒታት ማለት እዩ ዝተሓሓዘ ምዃኑ ግን ብኡ ብኡ ከዓኒ ንሕና እውን እቶም ንኣሽቱ ፍጡራት እውን ብሕልፊ ወዲ ሰብ ከዓኒ ከምቲ ጽሑፋት ቅዱስና ዝብልዎ ፍሉይ ተዋህቦ ኣለና ማለት ኣእምሮ ኣለና ንሕና ብነለልዮ ማለት ብዝወሓደ ኣብ መሬት ንሕና ፍልይ ዝበለ ካብ ካልኦት እንስሳታት ናይ ምምማይ ናይ ምርኣይ ናይ ምፍራድ ኣኽእሎ ኣለና ዝተዋህቦ እዚ ኣለና ማለት እዩ። ሕጂ እዚ ተኽእሎ እዚ ኸኣ ሓደ ካብቲ ምናልባት እቲ ብምስሊ ናይ እዝግኣብሄር ኢና ተፈጢርና ዘብለና ረቋሒ እዩ እዚ ነገር እዚ ስምቲ ኣምላኽ መልክዕ የብሉን ግን ንሕና በዚ ማይንድ ዊን ከኣኒ በዚ ስነ ኣእምሮ እዚ ኢና ናብቲ ነቲ ኩሉ ዝገዝእ ነዚ ዩኒቨርስ ባዕሉ ዝገዝእ ዘሎ ከምቲ ዝበልክዎ ዝነበረን ዘሎን ምስኡ ናይ ምትሓሓዝ ዝሓሸ ተዋህቦ ዘለና ማለት እዩ ስለዚ ንሕና ደቂ ሰባት በዚ ኩሉ ፕሮሰስ መጺና ካብ ካብ ዝደቐቐ ናይ ኦክሲጅን ናይ ኤር ምምፃእ ምስ ናይ ሓፂን እሞ ድሕሪኡ ክንደይ ፕሮሰስ ብክንደይ ዓይነት ቅርፅታት ሓሊፍና ማለት እዩ እንደገና ናይ እንስሳ ቅርፂ ሒዝና እንስሳ ቅርፂ ሓዝና ከዓ ክንደይ ፕሮሰስ ሓሊፍና ማለት እዩ ካብ እቲ ኣነባብራና ብምንታይ ብምንታይ ሓሊፍና በዓቲ ኣብ ጫካ ሓሰኻታትን ፍረታትን እንዳበላዕና ድሕሪኡ ኢቮልቭ እንዳገበርና እንዳዓበና ኣበይ በፂሕና ኣለና ማለት እዩ ስለዚ እዚ እዚ ኮይኑ ንሕና ነዚ ስርሒታት ከዓ ንካብ ከባቢ ናይ ባዕልና ሴልስ ኣብ ውሽጥና ዘለዉ ጀሚርና ንኣካልና ጀሚርና ንከባቢና ቤተሰብና ድዩ ኩሉ ስጋብ ሃገርና ዓለም መሬት ዩኒቨርስ ናይ ምፅላው ብእንገብሮን እንሓስቦን ናይ ምፅላው ፖቴንሻል ኣኽእሎ ኣለና ኩሉ ናህና ሂወት ውን ንመርሖ ደለና ውን እኩብ ድምር ናይቲ ንሕና እንሓስቦ ሕማቕን ፅቡቕን ምዃኑ ስለዚ ኩሉ ተተሓሓዘ ምዃኑ ጥራሕ እትዮም ክዋክብቲ ደይኮኑ ምሳና ተታሒዞም ንሕና ውን እሶም ጥራሕ ደይኮኑ ንዓና ጸልዮም ክፈጥሩና ከም ንፍጠር ዕድል ንክንፍጠር ዕድል ሂቦም ምስቲ ናይ እዝጋኣብሄር ሓይሊ ንሕና ውን ሓይሊ ኣለና ማለት እዩ ተዋህቦ ኣለና ማለት እዩ ናይ ምጽላውን ናይ ምጽልላውን ስንታይ ድጥፍእ ነገር የለን ሓደ ካብቲ ረቋሒ እንታይ እዩ ነገራት ይቀያየሩ ደኣ እምበር ኤነርጂ ኣይጠፍእን እዩ ማለት እዩ ጥራሕ መልክዑ ይቕይር ይሰጋገር ይለዋወጥ ዝጥፍእ ነገር ግን የለን ማለት እዩ ዝኾነ ነገር ይለዋወጥ ጥራሕ ማለት ንኣብነት ንሕና ከምቲ ምስ ናይ ሰባት ቅርፂ ሒዝና ስጋብ ዝነብረሉ ዘለና ግዜ ኣብ ምውላድ በፂሕና ማለት እዩ ሕጂ ከመይ ህፃን ካብ ምንታይ ይጅምር ካብ ባዶ ካበየናይ ካብቲ ዝነኣሰ ብዓይኒ ዘይረኣ ካብኡ ጀሚሩ ድሕሪኡ ካብ ኣዲኡ መግቢ እንዳወሰደ ካብ ምስ ዓበየ ምስ ተወልደ ከኣኒ ካብ ዝወስዶ ጸባን ማይን መግብን እንዳዓበየ እንዳዓበየ ኢና እዚ ዘለና ሕጂ ቅርጺ ስጋ ለቢስና ደለና ማለት እዩ ግን ኣንፎርችነትሊ ናህና ናህና ዕድመ ብጣዕሚ ሓጺር እዩ ማለት እዩ ከም ቃንጥቻ እዩ ክንብሎ እንኽእል። ምስቲ ብቢልዮናት ዕድመ ዘለዎም ናይ ጋላክሲታትን ናይ ክዋኽብትን ዕድመ፣ ናህና ናይ ቃንጥሻ ዕድመ እዩ ማለት እዩ። ግን ኣብዛ ኣብዛ ዕድመ እዚኣ ሓጻር እያ ዕድመና ማለት እዩ። ከም ካብ ኣርብዓ ስጋብ ሰማንያ ኣቨሬጅ ንበሎ ማለት እዩ። ድሕሪኡ ሓለፍቲ ኢና ማለት እዩ። ስለዚ ናበይ ይኸይድ እቲ ናህና እቲ ዝነበረና ደኣከብናዮ ኣካል ነብሲ ናበይ ይኸይድ እቲ ስጋ ናበይ ይኸይድ እቲ ስጋ ከምቲ ንፈልጦ ናብ ሓመድ ይኸይድ ማለት እዩ እቲ ማይ ናብ ማይ ይኸይድ ኢቫፖሬት ይኸውን ማለት እዩ እቲ ኤር ናብ ኤር ይኸይድ እቲ ስነ ኣእምሮና ከዓኒ ምስ ኤተር ዝበሃል ተተሓሒዙ ከዓኒ ናብ ቦትኡ ይኸይድ ማለት እዩ ኣይ ዝጠፍእ ነገር የለን እቲ ኩሉ ሕማቕ ድዩ ጽቡቕ ኣብ ስነ ኣእምሮና ዘሎ ናይ ተግባራትና ውጽኢት እንጂ ናይ ሓሳባትና ውጽኢታት ኩሉ ግዜ ዝጠፍእ ነገር የለን ማለት እዩ። ሕጂ እዚ ናይ ስነ-ኣእምሮናን ምስመትናን ኮላይ ቀጻሊ ኮይኑ ምኻዱ ን እንታይ ቦታ ይሕዘና ድሕሪ ሞት ማለት እዩ ምምጻእ ናብዚ ዓለም እንተ ሃልዩ ከማን ነቶም ከምኡ ድኣምኑ እዚ ካልእ ነገር እዩ ማለት እዩ ንዑ ጥራሕ ዘይኮነ ግን ንመጻኢት ፕላኔት ንመጻኢ ህይወት ኣብ መሬት እንኮላይ ንጽቡቕን ንሕማቕን ከም ዘበርክት ማለት እዩ። እንታይ ማለት እዩ? ብተዘዋዋሪ እውን ንደቂ ሰባትን ንሃገርና እውን እቲ ንናህና ተግባራት ናይ ውልቀ ሰብ ከይተረፈ ንናህና መጻኢ ጥራሕ ዘይኮነሲ ንናይ ኩሉ ካብ ዝነኣሰ ስጋብ ዝለዓለ ስጋብ ናይ ኣድማስ ስጋብ ናይ ዩኒቨርስ ክጸሉ ከም ዝኽእል ሕጂ ኣድላይነት ናይ ብሓቂ ንቑሕ ህይወት ምሕላፍ ብኣውንታ ክጸሉ ዝኽእል ንናይ ናይ ባዕልና ናይ መጻኢ ሕይወትናን ንናይ ዓለም መጻእን ንናይ ፕላኔትናን ንናይ እቲ ናይ ሓባር ዩኒቨርስ ኩሉ ፍጥረት ኩሉ ክህሉ ዝኽእል ዘለዎ ማለት እዩ ስለዚ እንታይ ማለት እዩ እንተ ደኣኒ ኩሉ ተተሓሕዘ ኮይኑ እሞ ናህና ሓሳብ ከኣ ንናይ መጻኢ ህይወትና ድሕሪ ሞትን ንኻልእን ክጸሉ ኮይኑ እዚ ሕጂ ዘሎ ህይወት ከ ንመርሖ ደለና ዓለም ትመርሖ ትመርሖ ደላ ህይወት ሃገርናን ህዝብናን ድመርሖ ደሎ እዚ ኩሉ ዝወርደና ዘሎኸ ካበይ ድመጸ እዩ ክንሃድመሉ ኣይንኽእልን ድጠፍእ ነገር ስለ ደየለ ልክዕ ከም ቱፋሕ ወዲቓ ኣብ መሬት ትመጽእ ደይትጠፍእ ከምኡ እዩ ዝጠፍእ ነገር የለን ማለት እዩ ስለዚ እቲ ናይ ሕሉፍ እኩብ ድምር ናይ ሕሉፋትና እዩ ማለት እዩ ንሕልፎ ዘለና ህይወት ሕማቕ ድዩ ፅቡቕ ብዘየገድስ ማለት እዩ እዚ ከዓ ንኩሉ ወዲ ሰብ እዩ ማለት እዩ ስለዚ እንተ ደኣኒ እዚ ኮይኑ እንታይ ክንመሃር ኣለና ማለት እዩ እዚ ከዓኒ ጥራሕ ሕጂ እዚ ብስነ ፍልጠት እንኮላይ እዩ ዝግለፅ ዘሎ እዩ ግን ብመንፈሳውያን ኣቦታትና ከኣ ከማን ተወራሪሱ ተወሪሱ ዝወሃበና እዩ ማለት እዩ። ብዘራእናዮ ክንሓፍስ መንግስቲ ሰማያትን ገሃንምን ዝበሃል ከም ዘሎ ሓደ ሰብ ጽቡቕ ክገብር ከሎ ጽቡቕ ንህዝቡን ንሃገሩን እውን ከም ዝኽእል ንኣምን ሕማቕ እንተ ኮይኑ ከዓ ይድሕነና ንብል ማለት እዩ ክልክመና ይውን ንብል ማለት እዩ ሕጂ ንባዕሉ ኣብቲ እምነታትና ኣብቲ ዝጸንሐ ኣነባብራ ናይ ኣቦታትና ናይ ኣዴታትና ናይ ሕብረተሰብና እንኮላይ እዚ ሕጂ ብስነ ፍልጠት ዝፍለጥ ዘሎ ኩሉ ሓይሊ ምዃኑ ኩሉ ዝፀላሎ ምዃኑ ብተዘዋዋሪ ይብሉና ነይሮም እዮም የውፅኣና ይብሉ ሕማቕ ሰብ ሕማቕ ዝገብር ሰብ ክሪኦ ከሎ የድሕነና ይብሉ ክልክመና ይብሉ ሕማቕ ኣይለክምካ ይብሉ ፅቡቕ ተደኣ ኮይኑ ከዓ እዚ መልኣኽ እዩ ኢሎም ከዓ ተስፋ ይገብሩ ማለት እዩ መልኣኽ ይወለደልና እውን ይብሉ ማለት እዩ ስለዚ እዚ ሓዱሽ ከም ደይኮነ ንምርግጋጽ እየ ዝደግሞ ዘለኹ። ስለዚ ባጋ ሕጂ ናይ ናይ ናይ ሕጂ ነሕልፎ ደለና ኮይኑ እንድዩ ግን ናይ ሕጂ ኩነታትና ናይዚ ዘለናዮ ንምምሕያሽ ይኹን ንመጻኢ ናይ ባዕልና ድዩ ናይ ደቅና ድዩ ናይ ናይ ሕብረተሰብ ድዩ ናይ ከባቢና ድዩ ናይ ዓድና ድዩ ነዚ ግን ሓይሊ ምዃኑ ኩሉ ናህና ሓሳብን ተግባርን ፈሊጥና ሕጂ ብንቕሓት ብንቕሓት ሓንጎልና ከይ ናበይ ይሰርሕ ናብ ምንታይ ይሓስብ ክንቆጻጸሮ ክንክእል ኣለና። እንተ ኣሉታዊ ኮይነ ዝሓስብ እንተ ሕማቕ ኮይነ ዝሓስብ እዚኣ ሓሳብ እዚኣ ኣላ ተጻሒፋ ኣላ ብኣኣ ኸኣ እቲ ኣሕማቕ ኣብታ ሕጂ ኣብ ህይወት ከለኹ ድዩ ዋላ ኣብቲ ካልኣይ ኣብቲ ዳሕራይ ኣብቲ ናይ ነዊሕ ህይወት ክረኽባ እያ ነዛ ነገር እዚኣ ጽቡቕ ተኮይኑ ከምኡ ስለዚ እንታይ እዚ ትርፍና ማለት እዩ ብሕልፊ ንሕና ንፈልጥ ኣነ ክነገረኩም ኣይኮነን ኣይኮንኩን ብምንታይ መረት ሓሊፍና ብምንታይ መረት ሓሊፍኩም ንኣሽቱ ኣሕዋትናን ደቅና ብምንታይ ሓሊፍኩም ኣምታይ ኣሎ ህዝብና ከምኡ ድዩ ስለዚ ክተሓሳስበና ኣሎ ክንሓስባ ኣለና ከማን እንታይ ኢና ጌርና እንታይ ተሓሳስበ ፈሊጥና ኣይፈሊጥና ሲ እንታይ ጌጋ ንገብር ነርና እንታይ ትምክሕትታትን ትዕቢታትን ነርኢ ነርና እንታይ ሕማቕ ሓሳባት ኣብ ርእስና ሕማቅ ቃላት ካብ ኣፍና ይወጹ ኔሮም እዚ ንባዕሉ ከዘካክረና ኣለዎ ማለት ግን ከም ሕማቅ ክስምዓና ደይኮነ ስኒ ልከ ሓይሊ ምዃኑ እሞ ሕጂ ብናይ ሕሉፍ ተማሂርና ሕጂ ናይ ሕጂን ናይ ቀረባን ናይ ነዊሕን ናይ መጻእናን ካብ ዘሎናዮ ወጺና ዝሓሸት ሃገር ሰብ ዝነብረላ ተኸባቢርና ሰላም ንዓሎም ከማን ኣብነት ዝኾነት ሃገር ንክንሰርሕ ኣኽእሎን መሰልን ዕድልን ኣለና። ስለዚ ኣብ ክንደየናይ ንሕና ኮንሸስሊ፣ ብንቕሓት፣ ንሕና እንሓስቦን እንገብሮን ምህናጽ ምዃኑ ፈሊጥና እቲ እንሓስቦ ንጽቡቕ ንምህናጽ ክኸውን ከም ዘሎ እዚ ኣዌር ክንከውን ኣለና። እሰንታ ሕጂ ስነ ፍልጠት እዚ ብኢንስትሩመንትስ ከይተረፈ ብመሳርሒታት ክክመምዎ ክበፅሖ ኢሎ ማለት እዩ እንስሳ ከይተረፈት ሕማቅ ሓሳብ ክህልወካ ከሎ እቲ ከም ትፅሎ ማለት እዩ ማይ ከይተረፈ ከም ንፅሎ ማለት እዩ ዝኾነ ነገር ሲ ኤነርጂ ኩሉ ሕማቅን ፅቡቅን ከም ንፃላሎ በስ ኩሉ ተተሓሓዘ ምዃኑ ብዓይንና ጥራሕ ኣይንሪኦን ብመሳርሒ ግን ሕጂ ክሪእዎ ጀሚሮም ላክሊ ዕድል እዩ ዝውን ማለት እዩ ስለዚ እዚ ኩሉ ዝብሎ ዘለኹ ማለት ብሳይንስ ተፈልጠዩ ኣብ ኣብ ኢንተርነታት ክትረኽቦ ትኽእሉ ኢኹም እዚታት ማለት እዩ ስለዚ ክንጥንቀቕ ኣለና ማለት እዩ እሞ ደኣ እዚ ኩሉ ኣንነታዊ ፍልልያት ናይ ቦታውነት ድዩ ቦታውነት ማለት ኣውረጃዊ ዓሌታዊ እንዳዊ ወረዳዊ ዋላ ዓዳዊ ንሪኦ ዘለና ኣነ ዶ ወዲ ክስቶ ዶ እንታይ ማለት እዩ መን ኢና መን ኢና ንዚ ንእሽቶ ምዃንና እሞ ዕድሜና ከዓኒ ሓፂር ናይ ቅንጠ ናይ ቃንጥሻ ዕድሜ እሞ ከዓኒ እቲ ሕማቕን ፅቡቕን ግብርና ከዓኒ ንፅባሕ እውን ከም ዘይለቀና እንዳ ምሂሮምና ኣቦታትና ሕጂ ከዓኒ ሳይንስ ይነግረና ኣሎ ማለት እዩ ስለዚ ንሕና እንታይ እንታይ ንገብር ኣለና ማለት እዩ እንታይ እዩ ዝፍልልያ ዝስ እንታይ ማለት እዩ ንሕናስ መን ኮና ኢና ኣበይ ኮይና ኢና እንታይ ንዘርእ ኣለና ንሂወትናን ንህዝብናን ንዓለምን ማለት እዩ ንባዕሉ ኩሉ ቦታውነት ኩሉ ወዲ ሰብ ድሓልፉ ካብቲ ዝነኣሰ ስጋብ ዝዓበየ ናቱ ምዕባለ ደኣ እምበር ባህርያዊ ምዕባለ ደኣ እምበር ብጻዕሪ ድመጸ ደኣ እምበር ናይ ኣንነት ኣይኮነን ከምኡውን ሃይማኖት ሃይማኖት ናይ ኣንነት ኣይኮነን ሃይማኖት ሓቢርና ምስ ደቂ ሰባት ምስ ባህርን ክንነብርን ምስቲ ፈጣሪና ንክንራኸብን እዩ። ንፈለለይ ኣይኮነን። ብኣንጻሩ ግን ብሃይማኖት መባኣሲ ንጥቀመሉ ኣለና፣ መናኣስን መሕሰርን ንጥቀመሉ ኣለና፣ ጸረ ኣምላኽ ንጥቀመሉ ብዙሓት ኣለና። ካብ ዝዓቢ ሓጢኣት የለን። ቋንቋ ቋንቋ ኣቦታትና ሕብረተሰብ ብዓቢኡ ብክንደይ መስርሕ መጺኦም እዮም መራኸቢ ንኽረኽቡ ብስእልታት ጀሚሮም ድዮም ብኢዶም ምዝራብ ድዮም ድሕሪ ክንደይ ስርሒታት ስመጸዩ ማለትዩ ተወራርሲ ካብ ሓደ ናብ ሓደ ከኣ ናይ ርኽክባት ምስ ኣህዛብን ኣህጋ ሃገራትን ከባብን ርሑቕን ቀረባን ስደትን ዝመጸ እዩ ከኣኒ ሕጂ እኩብ ድምር ናይቲ ዝሓለፉዎ ቃልስታት ደኣ እምበር ኣነ ምበሊ ኣይኮነን መራኸቢ እዩ ኣብዚ መዋእልዚ ከኣ ቋንቋ ክንደይ ሃብታም ምዃኑ ንፈልጥ ኢና ቋንቋ እንተርኣኒ ካብ ቋንቋታት እንተ ሃልይካ ሎሚ ስራሕ ኣለካ እንተርኣኒ ዓሰርተ ዝኾኑ ካብዞም ብዓለም ዝፍለጡ ዓበይቲ ቋንቋታት ሃልይካ ካል ፕሮፌሽን ከማን ክድልየካ ኣይክእልን ምትርጓም ይኣኽለካ ማለት እዩ ስለዚ ቋንቋ መራኸቢ እዩ ናይ ደቂ ሰባት መቀራረቢ እዩ ናይ ሓቢርካ ምንባር እዩ ብኣንጻሩ ኣይኮነን ሰብ ንሕና እንታይ ንጥቀመሉ ኣለና ማለት እዩ የድሕነና ካብዚ ዝኸፍእ የለን ማለት እዩ ስለዚ ዝሕግዘና ዲና ክንጥቀምኖ ዘለና ነቲ ተዋህቦታትና ምስቲ ኩሉ ሽግራትና ማለት እዩ ወይስ ንዓና ጉድጓድና ዝፍሕረልና ንህዝብና ጉድጓድ ዝፍሕር ንደቂ ሰባት ጉድጓድ ዝፍሕር ንመንፈስና ከዓ ሕማቕ ቦታ ዶ ትሕዝ ንመፃኢ ኩሉ ከዓ ሕማቕ ፅልዋ ዝገብር ስለዚ ብውልቀና ይኹን ኩሉ እዚ እንገብሮ ኣተሓሳስባታን ፍልልያታትን ማለት ኩሉ ግዜ ናቱ ጽልዋ ከም ዘለዎ ክንርስዕ የብልና ከም ደይፍለየና ከም ደይልቀና እዚኣ ክንፈልጥ ኣለና ማለት እዩ ስለዚ ንሕና ብዝተኻእለ ኣብ ልብና ሕርኽርኽ ዘየብል ኣነ እንተ ንሓደ ብሃይማኖት ተበጊሰ ድየ ብዓሌት ተበጊሰ ድየ ብኣውራጃ ተበጊሰ ድየ እንተ ክነኣሰ ኮይኑ ክነኣሰ ኮይነ ነቲ ከማይ ፍጡር እሞ ኣነ ካብኡ ብማንም ደይበልፅ ልክዑ ፅባሕ ክመውት ኽእል ድሕሪ ፅባሕ ክመውት ዝኽእል ግን እንታይ ሕርኽርኽ ዝብል ነቲ ሰብ ይገብረሉ ኣለኹ ኣብ ልቡ ንነብሰይ ከዓ ኣብ ምንታይ ሕርኽርኽ ኣለኹ ማለት እዩ ሓጢኣት ማለት ከማን ኣየድልየናን እንታይ ማለት እዩ ሓጢኣት ዝኾነ ነገር ኣሉታውን ኣዳላውን ዝኾነ ሓሳብ እንተደኣ ሃሊና ተግባር እንተደኣ ጌርና ኣብ ልብና ሕርኽርኽ ይብለና ማለት እዩ። ስለዚ እቲ ኣገዳሲ ኣብ ልብና ሕርኽርኽ ዘይብል ነገር ምግባር ክንገብሮ ንኽእል ንፍጡራት ከማታትና ከኣኒ ንሕግዝ ማለት እዩ። ስለምንታይ እቲ መኽሰብ እቲ መኽሰብ እቲ ሓይሊ ናይቲ ዘለኣለማዊ ሓይሊ ናይ ምኽሳብ ባዕሉ ፍቕሪ ዝኾነ ኣብ ፍቕርን ኣብ ሓልዮትን ኣብ ርህራሄን ኣብ ምትሕግጋዝን ኣብ ንጸገም ናይ ሓውኻ ክም ናትካ ገርካ ምርኣዩ ስለ ዝኮነ ሰምታይ ኩላትና ናይቲ ሓይሊ እቲ ፍጡር ፍጡራት ስለ ዝኮና ናቱ ውጽኢት ስለ ዝኮና ንዕኡ ስለ ናህናን ሕማቅን ጽቡቅን ንዕኡ ብማዕረ ስለ ድብጽሖ ናተይ ጽቡቅ ጥራሕ ከሕጉሳ ኣይክልን'የ ኣነ ኣስላመይቲ ስለ ዝኮንኩ ወይንም ካልእ ሃይማኖት ስለ ዘለኒ ናይቲ ሓደ ከ ናቱ እንድዩ ግን ዝኮነ እምነት ተዋህበኒ ንደቂ ሰባት ን ህይወትን ኣኽቢረ ንዕኡ ቤቱ ንምርካብ ዊን ኢደይ ንመሃብ ንዝግኣብሄር ብኡ ተገዚኤ ከኣ ዕለት መግበይ እንዳረኸብኩ ናብኡ ንዕኡ ንኽበቕዖ ንዝግኣብሄር ንኽበቕዖ እዩ እዚቲ መጀመርያ ኣምጽ ንሕና ግን እንታይ ንገብር ኣለና ብኣንጻሩ ደይምፍላጥ እዩ ክኸውን ንኽእል ድሕረት ክኸውን ንኽእል ንሕና ከኣ እንታይ እንታይ ጽቡቕ ዕድል ረኺብና ማለት እዩ ኤርትራውያን ብሕልፊ ኣብቲ ኣበጋግሳና ኤርትራ ካብቲ ዓብይ ዕብይ ዝበለ ስልጣኔ ዝነበራ እዩ ማለት እዩ ብሕሉፋ ናይ ርሑቕ ማለት እዩ እቲ ዞና ናትና ማለት እዩ ንሕና ዳዝንት ሚን ብፍላይ ኤርትራዊ ብካልኣይ እውን ናይ መግዛእቲ እውን ትጭቆኑ ገዲፍካ ደሓን ኮይኑ ነይሩ ግን እዚ ሓምሳ ዓመት እንዳንቆልቀለ መፅዩ ሕጂ ከዓኒ ትፈልጡ ኣለኹም ኣብቲ ዝኸፍኤ ንክንፈልጥ ታሪክና ንክንፈልጥ ይኹን ታሪክ ደቂ ሰባት ክንፈልጥ ድዩ ታሪክ ሂወት ክንፈልጥ ዕድል ኣይረኸብናን እንተተሓዘና ኣይኮነን ግን ልቢ ኢልና እንተደኣኒ ከይድና ግን ልብና ባዕሉ እንታይ ሕማቕ እንታይ ጽቡቕ እንታይ መኽስብ ኣለዎ ክነግረና እዩ ሳላ ኢንተርነት ከኣ ብዙሕ ክንመሃረሉ ንኽእል ዕድላት ዘለዎ መዋእል ኢና ዘለና ማለት እዩ ስለዚ ኣብ ንቑሕ ኣነባብራን ኣተሓሳስባን ትርፊ ዘለዎ ምግባር ንዓናን ንከባቢናን ትርፊ ዘለዎ እዩ ነታ ንደልያ ሃገርና እውን ኣብ ዓቢ ግደ ክንጽዋት ከም ንኽእል ሕሰቡ። ሓደ ሰብኣይ ናይ ሓምሳ ዓመት መደቡ ብናቱ ጽንዓተ ስነ ኣእምሮን ሕልናን መደብን ስርሒታትን ንህዝብናን ንሃገርናን ኣብ ምንታይ ኩነታት ኣምጺእዋ ኣሎ ማለት እዩ። ህዝብና ኣብ ምንታይ ኩነታት ሓደ ሰብ ናይ ሓደ ሰብ ሕልናን ድልየትን መደብን ስርሒታትን ንሕና ከኣ ብግርህነና ማለት እዩ ተዓሺና ንሕና ከኣኒ ሓይልና ኣይጠርነፍናን ልብና ኣይመርመርናን ናበይ ንኸይድ ኣለና ኣብ ክንደይ ግፍዕታት ንኣቱ ነርና በባዕልና ማለት እዩ ተዓሽና ማለት እዩ ተፃዊትልና ማለት እዩ ሕጂ ግን ከመይ ከም ንሰርሕ እቲ ኤነርጂ ሓደ ሰብ ከማን ክንደየናይ ተጠቂሙ ኣስሪሕዎ ኣብዚ ዘለዎ በጺሑ ሕጂ ውን ጌና ይረግጸና ፋሕ የብለና ሱርና ከጥፍኣና ይሰርሕ ኣሎ ማለት እዩ ንሕና ከ ድኣኒ ህዝቢ ድኣክል እሞ ንፍትሕን ንነጻነትን ደቅናን ኣቦታትናን ኣዴታትናን ዝሃብና ክንደየናይ ክንደየናይ ብ ንቑሕ ዝኾነ ኣተሓሳስባ ብምሉእ ልብና ዘሰነዮ ብተግባር ደሰነዮ ክንገብሮ ንኽእል እንዳገበርና ካብ ስደት ዘሎ ክንገብሮ ንኽእል ናይ ሓውና ናይ ሓብትና ጸገም ናይ ምትሕልላይን ምድንጋጽን ክንገብሮ ንኽእል እቲኦም ብስነ ውድባዊ ምንቅስቓስ ዝበሃል ድዩ ብዘሰብኣዊ ድዩ ይኣክል ድዩ ዝበሃል ከኣ እሶምን እቲ ዝገብሮ ብልብን ብሕልናን ሚኒን ክህብ፣ ትርጉም ክህብ፣ ፍረ ንክህብ ዘኽእለሉ ስርሒታት ክገብሩ ኣለዎ ማለት እዩ። ተግባር ክውስኾ ኣለዎ። ከመይ ገይሩ ህይወት ይሕዝ፣ ከመይ ገይሩ ህይወት ይረክብ፣ እቲ ዝብልዎ ደለዉ፣ እቲ ዝሓስብዎ ደለዉ፣ እቲ ዝውስንዎ ደለዉ፣ ከመይ ገይሩ ህይወት ይረክብ መዳት ክንካይድሉ ኣለዎም ኣትሊስት ብሕልና ብተግባር ከዓ መን ኣብ ግብሪ ይውዕሎ ብደይ ህዝቢ ዋላ ሓደ ክገብሩ ኣይክእሉን እዮም ስለዚ ከመይ ጌርና ንህዝቢ ንሓቁፍ፣ ከመይ ጌርና ንህዝቢ ንድንግጽ፣ ከመይ ጌርና ናትካ ኢና ንብሎ ድሕሪኡ ከዓኒ ተሰሪዑ፣ ተኣኪቡ፣ ተጠርኒፉ ከዓኒ ሓደ ሰብኣይ ንሓደ ሰብኣይ ክልውጥ ኣይክእልን ህዝቢ ኤርትራ እንታይ ትብሉ ኣለኹም? ግን ንጀምሮ ካብ ሰብ ምዃን ጀሚርና ኣነ ኣብዚ ኮይነ ኣብዚ ዘሎ ጸገም ናይ ህዝቢ ክፈትሕ ደይከኣልኩ ሰብኣዊ ኮይነ ድየ ውድባዊ ኮይነ ድየ ይኣክል ኮይነ ድየ ምሁር ኮይነ ድየ ኣብዚ ንጎረቤተይ ክሓልን ክሕግዝን ክተባብዕን ጸገሙ ክፈትሕ ደይከኣልኩ ክጥርንፍ ደይከኣልኩ ከመይ ገይረ እየ ጽባሕ ነሰብኣይ እዚ ዋላ እንተ ተቐየረሲ ንህዝቢ ኤርትራ መቐየርታ ኦልተርናቲቭ ክኾኖ ዝኽእል ለውጢ ከምጽኣሉ ዝኽእል ከመይ ገይረ ብምንታይ ካብኡ ክፍለ ይኽእል ስለዚ ናይ ሰብ ምዃንና ምስ እነዕቢ ጥራሕ እዩ ክንገብሮ ደለና ምስ እንግብር ብልብን ብሕልናን ንህይወትናን ነቲ ተተሓሓዘ ዝበልክዎ ስጋብ ሕብረተሰብናን ሃገርን ዓለምን ማለት እዩ። ዓለም ከኣ የድልያ ኣሎ እዚ ስምታይ ዓለም ሎሚ መትሓዚ ስኢንዋ ወዲ ሰብ ናብ እንስሳን ኣራዊትን ኮይኑ ማለት እዩ በጀካ ንዓይ ንዓይ ሓላፊ ምዃኑ ረሲዑ ናይ እዝግኣብሄር ቦታ ሒዙሉ እንቃዕ ክሕዝ ዝህቅነሉ ዘሎ ግዜ ማለት እዩ። ንደቂ ሰባት ኣብ ትሕቲኡ እንዳተቆጻጸረ ብቴክኖሎጂ ከይተረፈ ማለት እዩ ብካልእ ሓሊፉ ማለት እዩ። ስለዚ ኩሉ ተመሪዙ ማለት እዩ ሓመድ ማይ ኤየር ንበልዖ ንሰትዮ ብምልኡ ጥዑይ ኣይኮነን ማለት እዩ። እዚ ስለዚ ከዓ ከለና ጉድጓድና ንፍሕር ኣለና ማለት እዩ። ብዘይጥዑይ ዝኾነ ኣነባብራ ካብ ጭንቀት ጀሚርካ እንደገና ንበልዖን ንሰትዮን ካብ ኣብ ከባቢና ንእክቦ እንታይ ዝበሃል እዚ ኣሉታዊ ዝኾነ ንፋስን ማለት ኮለ ማለት ስለዚ ንምድምዳም ነዚ እንታይ ክጠቅስ እዩ ማለት እዩ ክልተ ነገር ክጠቅስ እዩ ሓደ ናይ ብጣዕሚ ዝፈትዎ መንፈሳዊ መምህር ባቡጂ ወይ ከዓ ራምሻንድራ ዝተባሃለ ወዲ ህንዲ ኔት እዩ ናይ ሎሚ ብዙሕ ዓመታት ማለት እዩ ሰላሳ ዓመት ኣቢሉ እንታይ እዩ ይብል እሱ እዚ ዓለም እዚኣ ሲ ካብቲ ዝነበረቶ ዝሓሸ እምበር ኣብ ዝኸፍያ ክገድፋ ይብል ንሕና ከዓ ኩነታትና ይኹን ኩነታት ናይ ህዝብና ናይ ሃገርና ኣብ ዝኸፍአ ከይንገድፉ ሓላፍነት ኣለና ማለት እዩ እዚ ከዓ ብክሰካ ኣለና ብዚ ማለት እዩ ካልእ ከዓ እንታይ ይብሉ ካልኦት ብብዙሓት ዓበይቲ ለባማት ዝድገም እዩ ሓቂ እዩ ከዓ እዚ ማለት እዩ እንታይ ይብሉ ለባምስ ፅባሕ ክመውት እየ ዝብል ግን ፅባሕ ክመውት እየ ኢሉ ኢዱ ኣጣሚሩ ደይፀንሕ እንታይ ማለት እዩ ሓላፊ እየ ኢሉ ነቲ ዘለኣለማዊ ህይወቱ ፅቡቕ ስራሓት ይዳሎ ማለት እዩ ግን ነዚ እንዳተዳለወ ክነሱ ኢዱ ኣየጣምርን ይሰርሕ እንታይ ኢሉ እዝግኣብሄር ዕለት መግብኹም ሪህጽኩም ብልዑ ቤተይ ከኣ ድለዩ ኢሉ ማለት እዩ ስለዚ እዚኦም ቤት እንዳደለዩ ቤት ናይ እዝግኣብሄር ተዳልዮም ንቤት እዝግኣብሄር ተዳልዮም ክነሶም ግን እታ ዕለታዊ መግቦም ከኣ ይገብሩ ብምሉእ ልቦም ክገብርዎ ደለዎም እቲ ናይ ርህራሄ ድዩ እቲ ናይ ፍቅሪ ድዩ ርሂጽካ ናይ ምብላዕ ድዩ የካይድዎ ማለት እዩ ስለዚ በዚ ዋላ ሚእቲ ዓመት ዕድመ እግዚኣብሄር እንተዳ እንተዳ ሂብዎም እዚኦም ምስቲ ምድላዎም ክንደየናይ ናብቲ ናይ ዘለኣለማዊ ህይወቶም እንኮላይ ተወሲኹ ፍሉጥ እዩ ጽቡቕ ዝኾነ ዓለማዊ ህይወቱን ንኽህልዎም ዕድል ኣለዎም ማለት እዩ ስለዚ ክቡራት ኣሓተይ ኣሕዋተይ መልእኽተይ ተረዲኡኩም ይኸውን ተስፋ ይገብር ንሕና ከኣ ኣብ ከምዚ ንናይ ዓድናን ዓለምን ኣብ ዝሓሸ ኩነታት ጽባሕ ንክትመጽእን ንሕና ከኣ ንናይ ሕጅን ንናይ ጽባሕ ሂወትናን ዘዳሉ